ሰላም ንዓኹም ይኹን ክቡራት ተኸታተልትና፣ ናብ ዝርዝራዊ መደብ ስፖርትና እንኳዕ ብደሓን መጻእኩም። ሎሚ ዓበይቲ ዛዕባታት ከነተኩር ኢና። ሊድል ጁቹላንድ ትሩ ዓርቢ 22 ነሓሰ ብኻልኣይ መድረኹ ቀጺሉ። ኣብዛ ተቐዳደምቲ 193 ኪሎ ሜተር ዝሸፈኑላ ውድድር ኢኳዶራዊ ኣባሊ ኢማራትስን ጆናታን ናርቫኤዝ ንውድድሩ ብኣርባዕተ ሰዓትን 27 ደቂቕን ዓሰርተ ካልኢት ብምዝዛም ቀዳማይ ኰይኑ ሕንጻጽ ረጊጹ። ኣባል እስራኤል ፕሪመር ቴክ ራይደን ሺሃንን ኖርዌጃዊ ኣባል ኡኖ ኤክስፖ ሶረን ዋርስጆልድን ድማ ብተመሳሳሊ ግዜ ካልኣይን ሳልሳይን ተርታ ሒዞም። ኤርትራውያን ተቐዳደምቲ፣ ኣባላት ጀርመናዊት ጋንታ ባይክኤድ ካብ ዕዉት መድረኽ ብክልተ ደቒቕን ሰላሳን ሓደን ካልኢትን ድሒሮም ሚልክያስ ማእከለ መበል ሳን ሓሙሽተን ዩኤል ሃብተኣብ ድማ መበል ሳን ሽዱሽተን ተርታ ሒዞም ሕንጻጽ ረጊጾም። ኖርወጃዊ ሶረን ዋርንስጆልድ ብትሽዓተ ሰዓትን ሸውዓተ ደቂቕን ኣርባዓን ሓሙሽተን ካልኢትን መሪሕነት ናይዚ ውድድር ተረኪቡ። ዕዉት መድረኽ ጆናታን ናርቫኤዝ ብሓደ ካልኢት ድሒሩ ካልኣይ፣ ኣሜሪካዊ ራይለን ሺሃን ድማ ብኣርባዕተ ካልኢት ድሒሩ ሳልሳይ ተርታ ሒዙ ኣሎ። ሚልክያስ ማእከለም ብክልተ ደቂቕን ሓምሳን ኣርባዕተን ካልኢትን ድሒሩ መበል ሱሳን ሓደን፣ ዩኤል ሃብታ ብሰለስተ ደቂቕን ዓሰርተ ካልኢትን ድሒሩ መበል ሱሳን ኣርባዕተን ተርታ ሒዙ ኣሎ። ሶረን ዋልስጆል ብ ዕስራን ክልተን ነጥቢ ቀዳማይ፣ ማቲው ብለነን ብ ዓሰርተ ሸሞንተ ነጥቢ ካልኣይ፣ ጆናታን ሚላን ድማ ብተመሳሳሊ ዓሰርተ ሸሞንተ ነጥቢ ሳልሳይ ተርታ ሒዙ ኣሎ። ጀርመናዊ ሄዴማን ብ ዓሰርተ ነጥቢ መሪሕነት ኣንበሳ ዓቐብ ዓቂቡ። ሶረን ዋልስጆልድ መሪሕነት ብሉጽ መንእሰይ ተረኪቡ። ሚልክያስ ማእከለ ድማ መበል ዕስራን ሸሞንተን፣ ዮኤል ሃብተኣብ መበል ሳልሳን ሓደን ተርታ ሒዞም። ብጋንታ ኡኖኤክስ ፕሮ ቀዳመይቲ ኮይና ትመርሕ ኣላ። ባይክ ኤድ ብሓሙሽተ ደቓይቕ ድሒራ መበል ዓሰርተ ሓሙሽተ ተርታ ተሰሪዓ ኣላ። ሊድል ዶችላንድ ቱር ሎሚ ዕስራን ሰሰን ነሓሰ ብሳልሳይ መድረኹ ኣብ ዝቕፅለሉ ተቐዳደምቲ ሚእትን ሰብዓን ሓሙሽተን ነጥቢ ሸውዓተ ኪሎ ሜትር ዝርሕቀታ ውድድር ከካይዱ እዮም። ዙሮንዌ ዓርቢ ዕስራን ክልተን ነሓሰ ብሳልሳይ መድረኹ ኣብ ዝቐፀለሉ ሆላንዳዊ ማቲው ቫንደርፑል ቀዳማይ ኮይኑ ተዓዊቱ ኣብዛ ተቐዳደምቲ ሚእትን ሰማንያን ሓደን ነጥቢ ሸሞንተ ኪሎ ሜተር ሸፎንላ ውድድር፣ ማቲው ቫን ደር ፑል ንቤልጂማዊ ኣባል ሎቶ ኣርናውድ ዲላይ በሊጹ'ዩ ንውድድሩ ብሰለስተ ሰዓትን ሓምሳ ደቒቕን ሓምሳን ሰለስተን ካልኢትን ቀዳማይ ኮይኑ ዕንጻጽ ረጊጹ። ኣርናውድ ዲላይ ካልኣይ፣ ቤልጂማዊ ኣባል ዩኤ ቲም ዌለንስ ድማ ብዓሰርተ ክልተ ካልኢት ድሒሩ ሳልሳይ ተርታ ሒዙ። ኣባል ኢንተርማርሸም ቢንያም ግርማይ ብደቂቕን ኣርብዓን ሰሰን ካልኢትን ድሕሩ መበል ኣርብዓን ክልተን፣ ናትናኤል ተስፋጽዮን ድማ ብሽዱሽተ ደቂቕን ዓሰርተ ሰለስተ ካልኢትን ድሕሩ መበል ስሳን ሸውዓተን ተርታ ሒዙ ሕንጻጽ ረጊጹ። ኣብዚ ዓመት ሽዱሽተ ናይ መድረኽ ዓወት ከምዝግብ ዝኸኣለ ማቲው ቫን ደር ፑል፣ በዚ ዓወት ድምር ዓወቱ ናብ ሓምሳን ሽዱሽተን ኣበሪኹ። ቤልጂማዊት ክለብ ኣልፔሲን ብዓውት ቫንደርፑል ተሓጊዛ መበል ክልተ ሚእትን ዓሰርተን ዓወት ኣመዝጊባ። ቤልጂማዊ ኣባል ሎቶ ኣርናውድ ዲላይ ብ ዓሰርተ ሓደ ሰዓትን ሓሙሽተ ደቂቕን ኣርብዓን ሸውዓተን ካልኢትን መሪሕነት ዙር-ረንዌይ ተረኪቡ። ማቲው ቫንደርፑል ብሓንቲ ካልኢት ድሒሩ ካልኣይ፣ ቲም ዌልንስ ድማ ብ ዕስራን ሓደን ካልኢት ድሒሩ ሳልሳይ ተርታ ሒዙ። ቢንያም ግርማይ ብ ክልተ ደቂቕን ሓደ ካልኢትን ድሒሩ መበል ሳሳን ሽዱሽተን፣ ናትናኤል ተስፋጼን ድማ ብ ዕስራ ደቂቕን ዓሰርተ ትሽዓተ ካልኢትን ድሒሩ መበል ሚእትን ሽዱሽተን ተርታ ሒዙ ኣሎ። ብነጥቢ፣ ፓቨል ቢትነር ብሓምሳን ሓሙሽተን ነጥቢ ቀዳማይ፣ ኦላፍ ኮይጅ ብሓምሳን ሰስን ነጥቢ ካልኣይ፣ ኣርናውድ ዲላይ ብሓምሳ ነጥቢ ሳልሳይ፣ ቲም ሜልነር ብዓርባን ሓሙሽተን ነጥቢ ራብዓይ፣ ቢንያም ግርማይ ብሳልሳን ሽዱሽተን ነጥቢ ሓምሻይ ተርታ ሒዙ ኣሎ። ሆላንዳዊ ኣባል ኣልፔሲን ቲቦር ዴል ግሮሶ መሪሕነት ብሉጽ መንእሰይ ተረኪቡ። ዙረንዌም ሎሚ ዕስራን ሰሰን ነሓሰ ራብዓይ መድረኹ ኣብ ዝቕጽለሉ፣ ተቐዳደምቲ ሚእትን ቴስዓን ሸሞንተን ነጥቢ ሓሙሽተ ኪሎ ሜትር ዝርሕቀታ ውድድር ከካይዱ እዮም። ሳልሳይ ናይ መወዳእታን ናይ ግራንድ ቱር ውድድር ናይዚ ዓመት ዝኾነ ቮልታ ስጳኛ ቀዳም ዕስራን ሰለስተን ነሓሰ ንመበል ሰማንያ ግዜኡ ክካየድ እዩ። ኣብዞም ናይ ዕስራ ሓደን መድረኻት ውድድር ድማ ተቐዳደምቲ ብሓፈሻ ሰለስተ ሽሕን ሚእትን ሓምሳን ሓደን ኪሎ ሜተር ዝርሕቀቱ ውድድር ክሽፍኑ እዮም። ኣብዚ ናይ ሎሚ ዓመት ውድድር ቮልታ ስጳኛ ከም ዴንማርካዊ ዮናስ ቬንጌጋርድ፣ ማድስ ፔደርሰን፣ ጃኦ ኣልሜዳ፣ ቤን ኦኮነር፣ ቶማስ ፒድኮክን፣ ያስፐር ፊሊፕሰን፣ ጁልዮ ቺኮንም፣ ኳን ኣይሶም፣ ማቴዎ ጆርጊንሰን፣ ፊሊፖ ጋና፣ ሎሬንዞ ፉርቱናቶም፣ ፊሊክ ጋል፣ ኣንቶኒዮ ቲበሪም፣ ጀይ ቫይን፣ ጉላመ ማርቲን፣ ስቴቫን ኩንግ፣ ዴቪድ ጋውዱ፣ ማግናስ ሼፊልድ፣ ሳንቲያጎ ብትራጎ፣ ሚካኤል ላንዳ፣ ኣሌክሴ ጋርት ዝኣመሰሉ ተቐዳደምቲ ክሳተፉ እዮም። ኣብዚ ናይ ሎሚ ዓመት ውድድር ድሕሪ ክልተ ሽሕን ዒስራን ሰለስተን ዛጊት ናይ ግራንድ ቱር ዓወት ከምዝግብ ዘይከኣለ ኣባል ቲም ቪዝማ ዮናስ ቬንጌጋርድ ናብ ጎደና ዓወት ግራንድ ቱር ክምለስ ልዑል ግምት ተረኪቡ ኣሎ። ናይ ታዴ ፖጋቻር ጋንታ ዩኤኢ ኢማራትስ ኣብዚ ውድድር ብመሪሕነት ጃኦ ኣልሜዳ፣ ኩዋን ኣይሶን እናተቐለሰት ዳግማይ ኣብ ናይ ግዜ ውድድር ኣንጻር ዮናስ ቬንጌጋርድ ክትገጥም እያ። ኣብዚ ናይ ሎሚ ዓመት ውድድር ኦሎምፒካዊ ተቐዳዳማይ ኣማኑኤል ገብረእግዚኣብሄር ንኤርትራ ኣብዚ ውድድር ዝውክል እንኮ ተቐዳዳማይ ክኸውን እዩ። ኣብ ቮልታ ስጳኛ ንራብዓይ ግዜኡ ንምስታፍ ኣብ ምቅርራብ ዝርከብ ኣማኑኤል ገብረእግዚኣብሄር ወዲ ጋንትኡ ናይ ቅጽበታዊ ውድድር ክኢላ ዴንማርካዊ ማድስ ፔደርሰን ናይ መድረኽ ዓወት ንናይ ነጥቢ ውድድር ንምዕዋት ኣብ ዝገብሮ ቅልስ ሓደ ካብቶም ወሳኒ ናይ ጋንታ ስራሕ ክዓዪ ልዑል ትጽቢት ተገይሩሉ ኣሎ። ኣብ ሳልሳይ መድረኽ ዙር ፈረንሳ ብሰንኪ ዘጋጠሞ ናይ ምውዳቕ ሓደጋ ቀጠልያ ማልያ ናይ ምሟት ሕልሙ ዝተቖጽዮ ቤልጂማዊ ያስፐር ፊሊፕሰን ብመንገዲ ዓወት ናይ ነጥቢ ውድድር ቀጠልያ ማልያ ናይ ቱር ዲ ፍራንስ ክሳርኡ ክድብስ ትጽቢት ይግበረሉ። ኣብዚ ውድድር ያስፐር ፊሊፕሰን ኣብ ናይ ነጥቢ ውድድር ካብ ማድስ ፔደርሰን፣ ኢታን ቬርኖን፣ ጄክ ስትዋርትን፣ በን ተርነርን፣ ብራያን ኮካርድ፣ ካስፐር ቫን ኡደን ዝኣመሰሉ ናይ ሽኳ ክኢላታት ብድሆ ክገጥሞ ትጽቢት ይግበር።

ኣብ ክልተ ሽሕን ዓሰርተ ሽዱሽተን ኮሎምብያዊ ናይሮ ኮንታና፣ ኣብ ክልተ ሽሕን ዓሰርተ ሓሙሽተን ድማ ኢጣልያዊ ፋብያን ኣሩም ነዚ ውድድር ተዓዊቶም ኢሉ ነይሩ። ስሎቬናዊ ፕሪሞ ዞግሊች ምስ ስጳኛዊ ሮቤርቶ ሄራስም ብማዕረ ብኣርባዕተ ዓወታት ቮልታ ስጳኛ ክብረ ወሰን ናይዚ ውድድር ሒዙ ዝርከብ ተቐዳዳማይ'ዩ። ስጳኛዊ ኣልቤርቶ ኮንታዶርን ስዊዘርላንዳዊ ቶኒ ሮሚንገርን ድማ ብሰስተ ዓወታት ኣብ ካልኣይ ተርታ ዝስርዑ ተቐዳደምቲ'ዮም። ስዑዳዊት ክለብ ኣል ኢትሓድ ብጸቕጢ ኣጥቃዒኣ ካሪም ቤንዜማ ተደፋፊኣ ንኣካፋሪ ማንቸስተር ዩናይትድ ብራዚላዊ ካዝሜሮ ንምፍራም ኣብ ታርጌታ የእትያቶ ምህላዋ ተገሊጹ። ኣብ ሪያል ማድሪድ ምስ ካዝሚሮ ብሓባር ተጻዊቱ ዝነበረ ቤንዜማ፣ ዳግማይ ምስቲ ብራዚላዊ ብሓባር ንምስራሕ ንክለቡ ኣል ኢትሓድ ክትዕድጎ ድፍኢት ዝገበረላ ዘሎ። ምምጻእ ካዝሚሮ ናብ ኣል ኢትሓድ፣ ንመሳርዕ'ታ ጋንታ ከም ዝተርንዕ እምነት ቤንዜማ'ዩ። ብዘይካ'ዚ ኣል ኢትሓድ ኣብ ዘቤታውን ኣህጉራውን ውድድራት ደሚቓ ንምውጻእ ምምላእ ካዝሚሮ ናብ መሳርዓ ጋንታኣ ከም ኣወንታዊ መመላእታ ከም እትርእዮ ነዚ ጉዳይ ብቐረባ ዝከታተሉ ዘለዉ ወገናታ የረድኡ። ካዝሜሮ ኣብ ኦልትራፎርድ ክሳብ ዝመጽእ ዓመት ዘጽንሕ ናይ ሓደ ዓመት ውዕል ተረፍ ኣለዎ። ዋንጫ ሊግ ኤውሮጳ ዓቲሩ ብቶተንሃም ዝተባረረ ኣውስትራልያዊ ዓላሚ ኣንጂዮ ፖስቴኮግሉ ንኑኖ ስፕሪቶ ሳንቶ ተኪኡ መዝነት ምዕላም ኖቲንግሃም ፎሬስት ክርከብ ከም ዝኽእል ተገሊጹ። ህሉው ኣሰልጣኒ ኖቲንግሃም ፎሬስት ፖርቱጋላዊ ኑኒ ስፕሪቶ ሳንቶ ኣብ ጉዳይ ምስግጋር ተጻወትቲ ምስ ግሪኻዊ ወናኒ ኢቫንጋሎስ ማሪናኪስ ክሰማማዕ ብዘይምኽኣሉ እዩ ፎሬስት ነቲ ዓላሚኣ ከተባርሮ ትደናደን ምህላዋ ተገሊጹ። ንንሶም ስፕሪቶ ሳንቶ ንምትካእ ብፎሬስት ብቐዳምነት ተሓጽዩ ዝርከብ ፖስቴኮግሉ ኣብ ወርሒ ሰነ ናይዚ ዓመት ብቶተንሃም ድሕሪ ምብራሩ ዛጊት ምስ ዝኾነ ጋንታ ኣብ ጉዳይ ምዕላም ኣመልኪቱ ካብ ምዝራብ ተቖጢቡ ምህላዉ ይንገር። ኑኖ ስፕሪቶ ብዛዕባ ምስ ወናኒ ክለቡ ማሪና ኪዝ ዘለዎ ህሉው ርክብ ተሓቲቱ ኣብ ዝሃቦ ምላሽ፣ ዝሓለፈ ዓመት ዝሓሸ ዝምድና ፈጢሮም ብምንባሮም ርክቦም መዓልታዊ ከምዝነበረ ብምግላጽ፣ ሎሚ ዓመት ግን ኣብ መንጎኦም ዘሎ ርክብ ጽቡቕ ከምዘየለን ሓርፊፉ ከምዘሎን'ዮም ተኣሚኖም። ማንቸስተር ዩናይትድ ንቤልጂማዊ ሓላው ዳት ሮያል ኣንትዌርፕሰንም ላመንስን ምፍራም ኣብ ውልቃዊ ስምምዓት ብዝምልከት ምስቲ ወዲ ዕስራን ሰለስተን ዓመት ኣብ ስምምዕ ክትበጽሕ ኣብ ጫፍ ስምምዕ በጺሓ ምህላዋ ፋብሪዝዮ ሮማኖ ሓቢሩ። ኣብዚ ዓመት ኣብ ሊግ ቤልጂም ኣርባዕተ ግጥማት ከካይዱ እንከሎ ኣርባዕተ ሸቶታት ድማ ተቖጺርዎም። ዩናይትድ ንሃጓፋት መስመር መጥቃዕታ ብዝግባእ ድሕሪ ምዕባሳ ተሪፉዋ ንዝጸንሐ ነቓዕ ኣብ መስመር ሓላው ጉዳት ዝያዳ ዕንወት ከምዘስዐበላ ንምዕባሱ ኣበርቲዓ ትሰርሕ ምህላዋ ክግለጽ ድሕሪ ምጽናሕ'ዩ ተስፉ ቤልጂማዊ ሓላው ዳት ሰነላመንስ ቀዳማይ ምርጫ ኮይኑ ቀሪቡ። ድሒረን ኣብ ቤልጂም ዝመደብረን ማዕክናት ዜና ማንቸስተር ዩናይትድ ሳነም ላመንስ ኣብ ውልቃዊ ስምማዓታ ምርዳእ ከምዝበጽሑም ይገላልጹ ኣለዉ። እዚ ብክለቡ ሪያል ኣንትዌርፕ ዓሰርተ ሸውዓተ ሚልዮን ፓውንድ ዝትመን ሓላው ዳት ዝሓለፈ ናይ ውድድር ዓመት ኣብ ዘካየዶም ኣርብዓን ኣርባዕተን ግጥማት ኣብ ዓሰርተ ልዳቱ ዓቂቡ ከምዝወጸ ሰነዳቱ የረድኡ። ፖርቱጋላዊ ተኸላኻላይ ማንቸስተር ሲቲ ሩበን ዲያዝ ክሳብ ሰነ ክልተ ሽሕን ዕስራን ትሽዓተን ኣብ ኢትሓድ ዘጽንሖ ሓድሽ ውዕል ከምዝኣሰረ ክለቡ ወግዓዊ ገይራ። ኣብ ክልተ ሽሕን ዕስራን ካብ በነፊካ ኣብ ማንቸስተር ሲቲ ድሕሪ ምጽንባሩ ካብ ወሰንቲ ኣባላት እታ ጋንታ ክኸውን ዝኸኣለ ዲያዝ፣ ኣብ ዘቤታዊ ኤውሮጳውን ዓወታት ማንቸስተር ሲቲ ብዕዙዝ ኣበርክቶኦም ካብ ዝገለጹ ተጻወትቲ ሲቲዘንስ እዩ። ናይ መሪሕነት ዓቕሙ፣ ቀጻልነት ዘለዎ ቁመንኡን ናይ ምክልኻል ዓቕሙን ድማ ኣብ ዓይኒ ፐፐ ጓርድዮላ ሓደ ካብቶም ዝሕፈሩ ተጻወትቲ ናይታ ጋንታ እዩ። እዚ ንሎሚ ዘዳልናዮ ዝርዝራዊ ጸብጻባት ስፖርት እዩ ነይሩ። ስለ ዝተኸታተልኩምና ነመስግን።